ከመይ ቀኒኹም ክብራት ተኸታተልቲ እዛ ቻነል ኣብ ዘለኹም ሰላምኩም ይብዛሕ እንዳበልኩ ሎም መዓልቲ ካብ ብካልእ ኣርእስቲ እንታይ ትመክሩኒ መፂእ ኣለኹ ኩለኹም ብትኽእሎ ሓሳብኩም ኣብቲ ናይ ኮመንት ቦታ ከተንብሩ በዚ ኣጋጣሚ እንዳ ዘኻኸርኩ ቅርሚ ሕጂ ሃናጽ ርኢቶ ጺሒፍኩም ኣለኹም እቶም ዝተጻሓፈሎም ብልቢ ኣመስጊኖም እዮም ሕጂ ውን ደጊመ ደጋጊመ ክላበዉ ዝደሊ ንዓና ተራ ነገር ኮይኑ ዝስምዓና ንካልእ ፈታሕ ክኸውን ስለ ዝኽእል ሓሳብኩም ኣብ ምጽሓፍ ኣይትብቀቁ እንዳበልኩ እቶም ሳብስክራይብ ዘይገበርኩም ሳብስክራይብ ግበሩ ናይ ደወል ምልክት ጣብቅዋ ምእንታንቲ ቪድዮ ክፍኖ ከሎ ቀልጢፉ ክመጽኣኩም እንዳበልኩ ቅርሚ ናብዚ ናይ ሎምዓንቲ ኣርእስትና ምስጋርና ግና እንታይ ኢኹም ገለ ገሊኹምሲ ተራሱና ዲኹም ዘለኹም ዋላስ እንታይ እቲ ትሰድዎ መልእኽቲ ምሽ ኣብዚ ክተቅርቦ ክተንብቦ ከለኻ ንባዕሉ የስካሕክሕ እዩ ኣነስ እንታይ እም ይጻወቱ ድዩም ዘለዉ ዋላስ ሓቆም እዮም እንዳበልኩ ምስ ነብሰይ ይሟገት እየ ማለት እዩ ብዝኮነ ናይ ብሓቂ እንድሕር ኮይኑ ምሕረት የውርደሎም ጥራሕ ክበሃል ዝክእል ኣላይ እንተኮይኑ ከኣ ካልእ ግዜ ከቅርቦ እየ ማለት እዩ ብዝኮነ ናብዚ ናይ ሎምዓንቲ ኣርእስትና ምስ ንሰግር እንታይ ዝብል

ኣብ ዘለኻዮ ምስ ተኸታተልትካ ሰላም እንዳ ተመነኹ ቀድሚ ናብ ሕቲ ምስጋረይ ግና ካልእ ሽም ከም ምስ ተጠቀምኩ ክሕብረካ ምስ ደለኹ። ናብቲ ወሪዱኒ ዘሎ ጉዳይ ምስ ሰግር ድማ ሃወይ ኣብ ኤሮጳ እንድዩ ዝቕመጥ ሓንቲ ትፈልጦ ጓል ንምሓዝ ኣስለ ዝመጻትሉ ካብቲ ዘለዎ ሃገር ናብዚ ዘለኽዎ ኣፍሪቃ ይመጽእ እሞ ከምቲ ብስዕሊ ዝፈልጣ ብኣካል ምስ ርኣዮን ትፍቶ ጓል ኮይኑ ስለ ዝረኸባ ክሳብ ተመርዕዩ ዝወስዳ ተሓጽዋ ናብቲ ዝቕመጠሉ ሃገር ይምለስ። ንሹም ንህጻ ዝተባህለ እምበር መርዓ እንተ ዝበሃል ከማን ኣይምውሓዱን። እምበርከ ምግፋሕ ኣይትበል ገልተኣታዕ ምባሉ ካብ መርዓ ዘየሰንፍ ስለ ዝነበረ። ብዝኾነ ዋላኳ ሕጽይቲ ምስ መሓዝኣ ትቅመጥ እንተ ነበረት ዝያዳ ዘሸግር ነገር ምስ ዝህሉ ብቀረባ ክተሓጋገዘ ብምባል ምሳይ ከም ትነብር ጌሩ ዩ ከይዱ ኮይኑ እቲ ፈለማ ከም ሕጽይቲ ሓወይ መጠን ዘለያ ክብሪ እንዳ ሓብኩ ገለ ምስ ትደሊ ከም ፈጣን ባቡር እንዳ ተወንጨፍኩ የምጽኣላ ናብዚ እባ ኣካይደኒ ምስ ትብለኒ ምስ ኣኮሎሊ ብሓጺሩ ዳርጋ ቆርበት ኣካላታ ኮይነ ኣብ ሓደ ዓራት ጥራሕ ምድቃስ ተሪፉኒ ኣምበር ኣዝዩ ጥቡቅ ርክብ መስሪትና ኢና ሓቂ ዘረባ ሃወይ ዕድለኛ ዩ ኣዝያ ጥዒትን ጥንቅቅትን እያ ካብቲ ዘገርም ብገይጋ ንካልኦት ድቁልሕ ዘይትብል ምኳና ዩ ኣነ ኣብ ጎና ስለ ዘለኩ ፈሪሓትኒ ከይትከውን ብምባል እልይ ኢለ ውን ክዕዘባ ፈቲነ ብጀካ ንቤተክርስትያን እንተዝኮይን ወይ ምስ መሓዝኣ ለከፍከፍ ክትብል ብገይጋ ኣይተዓዘብክዋን ኣብ ጠባይ ደረጃ እንተ መጻኻ ውን ከያጋነንኩ ካብተን ኣብ ቀዳሞት ዝስርዓ ሓንቲ እያ ግና እንታይ እሞ ይዓብስ እዚ ንወዲ ከምዚ ንግዲ ንልበይ ሰሊብዎ ከይተረድኣኒ ክፈትዋ ጀሚረ እቲ ፈለማ እንታይ እየ ዝኸውን ዘለኹ እንዳበልኩ ነብሰይ እንዳገሰጽኩ ክነቅሕ ፈቲነ የግዳስ ኣይከኣልኩን። ምስክነይቲ ንሳ ኸኣ ብዘይ ዋላ ሓደ ምጥርጣር ብንጹሕ ልቢ ካብታ ምሳይ ምንባር ዝጀመረትላ እዋን ከም ዕባ ሃዋርያ ካይጠሚ ካይጸሚ ክዳነይ ከይረስሕ ላዕልን ታሕትን ትብል ኣነ ኸኣ ኣብ ነፍሲ ወከፍ ሃልዮታ ዘርኣትኒ ብኡ መጠን ፍቕረይ እንዳወሰኸ መጺኡ ወረ እንሓንሳብ ከይድካ ሓቒፍካ ሰዓማ ሰዓማ ይመጽኣኒ ተጸሊለ ካይከውን ደጋጊመ በቃ ነብሰይ ክገንሐትኒ ግና ኣብ ዝነጠብክዎ እንዳ ነጠበት ሞክ ተብለኒ ምሽ ናተይ ክገብራ ይብል እሞ እቲ ሓላል ሓወይ ንዓና ኢሉ ለይትን ቀትርን ከርተት ዝብል ሓወይ ወድደይ ኣቦይ መቃልስተይ መባልዕተይ ቤት ትምሕርቲ መካይድተይ ዓርከይ ኮታስ ክንዲ ኩሉ ነገረይ ኣብ ቅድሚ ዓይነይ ስለ ዝግተር ብጣዕሳ ዝኮኖ ኣይፈልጥን እዩ ህርጺቲ ሓወይ ዋላ ሓደ ትፈልጦ ነገር የብላን ናብ ካልእ ከይደፋፋእ ኢላ መስለኒ ኣብ ገዛ ትክደኖ ክዳን ንፍወሰ ምሓላ እኳ ገለ ክፋል ኣካላ የርኢን እዩ ብዓይኒ ሓቂ እንተ መጺና እዚኣ ንዓይ ዘይኮነሲ ንሓወያ ትግባእ ኣብ መንጎ ተቀርቂረ ሕርብት ኢሉኒ ዘሎ ሕጂ ክሓቶ ደልዩ ዘለኩ እንታይ እንተገበርኩ ይሓይሽ ሕጽይቲ ሓወይ ዶ ክወስድ ዋላስ ፍቅሪ ኣመና ስለ ዝበረተኣኒ እዩ ዘዛርበኒ ዘሎ በቃ ትብሉኒ በሉኒ እሞ ገለ እንተ ተበራበርኩ ስለቲ ትሕቡኒ ምክሪ ኣቀዲመ የመስግን። ኣብኡ ኣልዒልዎ ዘሎ ኣርእስቲ ኣዝዩ ከቢድን ወሳንን ኣርእስቲ'ዩ። ተዓዘብትና ትብልዎ እንተለኩም ኣስፊሕኩም ኣብቲ ናይ ኮመንት ቦታ ወይ ከኣ ተከታተልትና ጸሓፉሉ እምበር ኣነ ብዙሕ ክዛረብ ኣይኮንኩን ኣብ ክልተ ኣገደስቲ ነጥብታት ጥራሕ እየ ክዛረብ ዝደሊ ሓደ ኣብ እምነትን እቲ ካልኣይ ከኣ ፍቅርን ማለት እዩ ብእምነት ክጅምር እንድሕር ኮይነ ብሓደራ ንዝገደፈልካ ብእምነት ንዝገደፈልካ ምስ ሰብ ንብረት ከማን ኣይተልዕል ኒሕ ከምቲ ኩሉ ሰብ ዝብሎ ንኣብነት ሚእቲ ጥቅልልቲ ቅርሺ እንድሕር ድኣ ገዲፉልካ ክልተ ሓምሳ ጌርካ ከማን ኣይትመልሰሉ ኒሕ ወይካ በቢ ዓሰርተ ድዩ በቢ ዕስራ ኣሸራሪፍካ ከማን ኣይትመልሰሉ ኒሕ ብሚእቲ ጥቅልልቲ ሂቡካሉ ከምታ ዘላታ ብሚእታ ክትመልሰሉ ኣለካ ማለት እዩ ብሓደራ ብእምነት ስለ ዝገደፈልካ ኣሚኑ ማለት እዩ ነዛ ሓፍትና ከኣ ከምኡ። ኣሚኑ ብሓደራ ሓወይ ኢሉ ስለ ዝኣመነ ካብ ክፉእ ክተድሕና ክትከላኸለላ ኢሉ እዩ ገዲፉልካ ከይዱ እምበር ምስ መሓዝኣ ጽቡቕ እንዶ ትቕመጥ ኣይነበረትን ስለዚ ካብ በላኣይ ተኸላኸለላ ኢሉ ገዲፉልካ ከይዱ እምበር በዓልኻ ብለኣያ ይበለካ ብእምነት ከምታ ዝገደፈልካ ብእምነት ጥራሕ እዩ ከተፅናሕሉ ዘለካ እሞ ኸኣ ሕሰብ እሞ ኣብሎ ሰይቲ ሓውኻ ማለት እዩ ምእንታይ ኢሉ ምእንታና ኢሉ ከርተት ይብል ኣሎ ትብል ኣለኻ ክልተ ሞት ክመውት እዩ ማለት እዩ እንድሕር ደኣ ነዛ ጓል ወኒንካያ ክልተ ሞት ክመውት እዩ ስለዚ ኣዝዩ ልዑል ጥንቃቐ የድልየካ ኣሎ ማለት እዩ በቲ ሓደ ከኣ ፍቕሪ ፍቕሪ ኣየመክሕን እዩ ፍቕሪ ሃገር የናቑት ፍቕሪ ኣብ መንጎ ስድራኣት ይበታትን ፍቕሪ እንታይ ዘይገብር ስለዚ ምናልባት ሒዙካ ዘሎ ኣዝዩ ብርቱዕ ፍቕሪ ክኾን ይኽእል እዩ ሽሕ ግዜ ቃል ቃል ዝበለ ፍቅሪ ይኩን ደኣ እምበር ሴታ ሓውካ ስለ ዝኮነት ኣነ እንታይ ክብለካ ዝክእል ኣዝዩ ከይሰዓረረ ኩሉ ካብ ጥቃኣ ክትርሕቅ ኣለካ ጥራሕ እዩ ዝብል ከምቲ ክትብሎ ዝጸናሕካ ከኣ እዛ ሓፍትና ንጽሕቲ ገርሂ ከም ሓዋ ሪኣ ትከናኸነካ ኣላ ኣብ ውሽጣ ዋላ ሓደ ነገር የለን ፅባሕ ንግሆ ምስ ተሓዝ ምስ ዝኸፍኣ ኩሉ ናይ ውሽጣ ጓሓጒሓ ክትነግረካ ምስ ጀመረት እሞ ሓሓ ኢልካ ትሰምዓ እንተኾንካ ኩሉ ግዜ መብዛሕትኡ ግዜ ክንዲ ኩሉ እኳ እንተዘይተባሓለ ልቢ ጓል ኣንስተይቲ ኣብ ቀረባ ስለ ዝኾነ ከይደለይቱ ከይሓሰበትውን ክትጠውያ ስለ ትኽእል ኣብ ዘይሓሰበቶ ነገር ቅድሚ ምእታዋ ብኣግኡ ካብ ጥቓኣ ጥራሕ ኢኻ ክትርሕቕ ዘለካ እዚ ንኩላሓኩም ጽቡቅ እዩ ንኣ ጽቡቅ ንሓውኻ ጽቡቅ ንነብስኻ ጽቡቅ ማለት እዩ ብሓንሳእ ኣቢና ትብለ ኣለኻ ብሓንሳእ ሕማቕን ጽቡቕን ርኢና ትብለ ኣለኻ ወዲ ደኻ ወዲ ቦኻ ሕሰብ እሞ ብሎ ስለዚ ዝገበርካ ጌርካ መስዋኣቲ ጥራሓ ክትከፍል ዘለካ ዋላ ንምንታይ ብፍቅራ እሳተ ጎመራ ዘይትሰርሕ እዚ ጉዳይ ከይሰዓረረ ከሎ ብሕጽር ዝበለ ካብ ሂወታ ውጻእ ካብ ጎና ራሓቅ ዝኾነ ምክንያት ኣመክኒኻ ርሒካ ምስ ነብስኻ ተላዘብ ኣላይ እንተኾይኑ ኪድ ናብ ፈጣርኻ ኬድካ ንፈጣርኻ ለምን በዓሉ ምሕረት ከውርደልካ እዩ እንተዘይ ኮይኑ ሰይቲ ሓውኻ ምውሳድ ዓገብ ናይ ዓገብ ዓገብ ጥራሕ ዘይኮነስ ገበን እዩ ከማን ብምድር ምሰማይን ክሕተካ እዩ ስለዚ ሓውና ብክልቲኡ ሸነ ክርኤ እንተኮይና ንዓኻ እውን ምናልባት ሓደጋ ወሪዱካ ክኾን ስለ ዝኽእል ክነቕፈካ ወይ ሕማቕ ኢኻ ገለ ክንፀርፈካ ዘይኮነስ ናብ ልብኻ ንክትምለስ ጥራሕ ኢና ክነዘካክረካ ንደሊ ማለት እዩ። ስለዚ ኣብ መንጎ ስምዒትካን ሓውኻን ኣቲኻ ሕውስውስ ካብ ዝብለካ ዕልይ ኢልካ ምስ ነብስኻ ተማኸር እንዳበልኩ ኣነ እዚ ጥራሕ ክብል ዝኽእል ተኣዘብትና ተኸታተልትና ከኣ ዝበሃል እንድሕር ደኣ ሃሊኩም ኣስፊሕኩም ኣብቲ ናይ ኮመንት ቦታ ጸሓፉሉ ብዝተረፈ ኣነ ንሎማዓንቲ መደበይ በዚ ክዓጹ ከምቲ ኣብ መእተዊ ዝገለጽክዎ ኣዝዩ ብዙሕ መልእኽትታት ተሰዲዱ እዩ እቲ ገሊኡ መልእኽቲ ክተንብቡ ከለኻ ብጣዕሚ እዩ ዘገርመካ ኣነስ ይላገጹ ዶ ዘሎ ክሳብ ዝብል ኮይነ ማለት እዩ ብዝኾነ በብእዋኑ ኣድላይቲ ኮይኑ ክቀርብ እዩ ብዝተረፈ እቶም ሳብስክራይብ ዘይገበርኩም ደጊመ ደጋጊመ ከዘኻኽረኩም ነታ ሓቲ ውርድ ኢልኩም ምናልባት ረሲኹም ከትኮኑ ነታ ናይ ቀያሕ ምልክት ጣውቕዋ ምስ ናይ ደውሏ ነዚ ቪድዮ ላይክ ሓብዎ እንተኽኢልኩም ሼር በልዎ ብዝተረፈ ኣኣብ ዘለኹሞ ሰላም ቅሳነት ጥዕና ዓወት ፍቅሪ ኣሳልጦ እንዳ ተመነኹልኩም ሰሰናዩ።